ተተኮይኑ ከዓ በቃ ኢሳያስ ክእል ኣለዎ እሱ ከይተኣልየ ግን እንተኣሽሙ የለን ናይ ትግራይ ሽግር ኣብ ኤርትራ ጥራይ ዝፍታሕ ኣብ ትግራይ ዝፍታሕ ነገር የለን ሕጂ እቲ ናይ ትግራይ ሽግር ዝፍታሕ ኢሳያስ ተተኣልዩ ኤርትራውነት ዝበሃል ፕሮጀክት ደው ተይሉ ኤርትራ እሱ ጥራይ ሽዑ ጥራይ ናይ ትግራይ ሽግር ዝፈታሕ ትግራይ ብቐንዱ ሽግራ ናይ ጂኦግራፊን ናይ ዲሞግራፊን ክልቲኡ እዚ በቃ ስትራክቸራል ሽግር ነዚ እንታይ ክትገብሮ ይትኽእል ኣብ ትግራይ ኮይኑ ዝኾነ ሰብ ክፈቱ ኣይከልን ኣብ ትግራይ ዝኾነ ዓብዪ ፕሮጀክት ህወሓት ከታለ ዝኽእል እየ ክንዲዚ ኮንዶም ኮንዶ ክሰርሐ ክንዲዚ ፓላሱ ክሰርሐ ክንዲዚ ገለ ክገብረ ገለ ኢሉ ዝኾነ እምኒ ምንባር ሰላሳ ዓመት እምኒ ዘይተነበረላ ቦታ የለን ኣብ ትግራይ ብዛዕባ ኢንቨስትመንት ተባሂሉ ዘይተገብረ ነገር የለን ኣብ ትግራይ ግን ወላ ሓንቲ የለን ወላ ሓንቲ የለን ወላ ሓንቲ እውን ኣይኮሉን ኣረጋጊፀ ይነግረኩም እዚ ኣረጋጊፀኒ ታሚት ርግፀኛ ኮይነስ ኣብ ትግራይ ዝመፅእ የለን ብሹብ ትግራይ ድሕሪ ሕጂ ዝመፅእ ድሕሪ ሕጂ ትግራይ ትመፅእ መዓት ማሕበራዊ ፀገማት ክመፅ እዩ መዓት ፖለቲካዊ ፀገማት ክመፅ እዩ መዓት ገበናት ክዓቢ እዩ ዘይምርግጋ እዩ ክመፅእ ኣብ ትግራይ ምክንያቱ እቲ መንእሰይ ኣብኡ ኣሎ ብብዝሒ እቲ ሽቕለት ኣልቦነት እቲ ገለመለ እንታይ እንዳፈጠረ ይኽእል ምክንያቱ እቲ ናይ ኢትዮጵያ ቅልውላው እንዳዓበየ ይኽእል ድሕሪ ሕጂ ኦሬዲ እዚ ናይ ዓባይ ግድብ ፈርም ይብሉ ኣለዉ ንኣብይ እዚ ማይክ ፖምፔዮ እዚ ናይ ኣሜሪካ ወፃ ጉዳያት ሕጂ ኣዲስ ኣበባ ከይዱ ንኣብይ ብሓይሊ ከፈርሞ እዩ ወላ ሓንቲ እንታይ ክገብር ኣብ እንታይ ዘሎ ብረድኤት መዓት ዕዳ ስጋብ ሓንቀራ ዝመለእት ሃገር እንታይ ክገብር ሕጂ ሲ ኣብይ ክፍርም እዩ ክፍርም እዩ ከዓ እቲ ተማዋፅዕሉ እውን ኣይክህቦን እዮም ሎማዓንቲ ህፁፅ ኣኼባ ሌጅትመሲ ክፈጥር ነቲ ናይ ኣሜሪካ ተገድዶ ዘላ በይነ ኣይኮንኩም ፈሪመዮ ምስ ኩሎም ምስ ፓርቲዶ ምስ ካቢነ ተሳሚዐ ዝገበርናዮ ክብል ኣኼባ ህፁፅ ኣኼባ ገይሩ ሕጂ ኩሉ እዚ ነገር ከይዱ ከይዱ እንታይ ክኾን እየ ዝብለኩም ዘለኹ በቃ ነቲ ናይ ኢትዮጵያ ቁጠባስ ክገድድ እዩ ድሕር ሕጂ እንዳኸፈ እዩ ዝኸይድ እምበር እንዳሓሸ ዝኸይድ ነገር ኣብ ኢትዮጵያ ኣሎ ኣብዚ ተቐዳመይቲ ግዳይ ኣብዚ ናይ ኢትዮጵያ ቁጠባዊ ቅልውላው ግን ተቐዳመይቲ ከዓ ትግራይ እያ ምክንያቱ እቲ ፓርላማ ፓወር የብላን ብሓፂሩስ ኣብቲ ፓርላማ ዲ ኣብቲ መንግስቲ እውን ፅልዋ የብላን ክልተ ባጀት እዩ ዘሎ ናይ ክልል ባጀት ኣሎ ናይ ፌደራል ባጀት ኣሎ ሕጂ ንትግራይ እቲ ትግራይ ዝበዝሕ ሰራሕተኛ ዝቆፅር ናይ ትግራይ ኢኮኖሚ ዘንቀሳቅሶ እቲ ናይ ክልል ባጀት ኣይኮነ እቲ ናይ ፌደራል ዩኒቨርሲታት እዘን ዓበይቲ መዓት ኣሽዓት መንእሰያት ሰብ ዝቆፅራ ናይ ፌደራል ትካላት እየን ኤርፖርታት ቴሌኮሙኒኬሽን ባንክታት ኩሉ ነገር ናይ ፌደራል ሕጂ በጀካ እዚ ናይ ፌደራል ባጀት ናይ ክልል ባጀት ካልእ ከዓ ንትግራይ ክልል ኣሎኬሽን ለቃሕ ንለቃሕ ኣቬለብል ዝኸውን ገንዘብ ወይ ዝርከብ ገንዘብ ኣክሰስ ነቶም ኣብ ትግራይ ዘለዉ ኣፈወርቲ ድዮም ነጋዶ ድዮም ናይ ክንደይ ክንደይ ቢልዮን እዩ ዝወሃቦም እውን ዝፈልጥ የለን ምክንያቱ እዚ ሕወሓት በዓል ዝገበሩ ሕጂ ዘን ሰለስተ ናይ ክልል ባጀት ናይ ፌደራል ባጀት ናይ ልቓሕ ኣክሰስ በብኩሉ በብሰክተሩስ ክንደይ ገንዘብ እዩ ንትግራይ ሃብታማ ድዮም ኣፎርቲ ድዮም መንግስቲ ድዩ ክልቃሖ ገንዘብ ዝቕረበሉ ትግራይ ዝፈልጦ የለን ሕጂ ኣብኡ እንተሪኢኻ ግን እቲ ሚኒስትርታት ኦሮሞ ብኦሮሞን ብገለ እንተተሓይዙ እቲ ናይ ባንክ ቦርድታት ብምሉ በቶም ኦሮሞ በቶም ገለ እንተተሓይዙ ተጋሩ ዋላ ሓንቲ የብሎምን ኣብ ሕጂ ዝቆፃፀርዎ የብሉ ስለዚ ሲ እንታይ ክኸይድ ይብለኩም ኣለኹ እዚ እንዳተቆርፀ እንዳተቆርፀ እንዳተቆርፀ ስለዚ ኣንታ ሓንቲ ክነብረኩም እዚ ህወሓት ፃዲቅ ኣብርሃ ዝበሃል ነይሩ ኣቦ ወንበር ናይ ህወሓት ክኸውን ዝሕሰብ ነበረ ኣቦ ወንበር ናይ ህወሓት ጥራይ ዘይኮነስ ንጓል መለስ ዜናዊ ንሰምሃል ዜናዊ ከዓ ተሓፂዋ ዝነበረ እዩ ተሓጺዋ ክምርዓዋ መተካእታ ናይ መለስ ተባሂሉ በቃ ክንደይ ኢንቨስትመንት እዩ ገይሮም ሃርቫርዶ ኦክስፎርዶ ዘይምሃርዎ ዘይሰለልዎ ዘይስርሕዎ ሚኒስትሪ ክምኮር ዘእተዎ ደፓርትመንት የለን ሕጂ እዚ ጻድቕ ተመሪዑ ንሓንቲ መሓረይቲ ተመሪዑ ክምርዖ ከሎ ኮላ ኣምሓረይ ጥራይ እቲ ዘይመርሑ ሽሙ ቀይሩ እንታይ እታ ዘገየ ኣበራ ተባሂሉ እቲ ኣብርሃ ኣበራ እቲ ፃድቕ ዘገየ ተባሂሉ ዘገየ ኣበራ ተባሂሉ በቃ ምዛ መሓረይቲ ድድሽ ይብል በኩም ገለመለ ከዓ ብታሽቢ መሊኡ ሰሊዱ ሕጂ ህወሓት ከምዚ ዓይነት ሓንጎል ንከምዚኦም ሰባት እዩ ንህዝቢ ትግራይ ሕሊፉ ይህብዎ ኣለዎ ንበዓል ፃድቕ ስብሓት ነጋስ ንፃድቕ እዩ ናይ መጨረሻ ናይ ማእከላይ ኮሚቴ ድያ ኩሉ ግን ምን ንበዓል እዚኦም እዮም እንታይ ገይሮሞም ነይሮም መሓዝ እዮም ይህብዎም ነይሮም እዚኦም እዮም ሕጂ እታ ክኾኑ ንትግራይ በቃ ናሽናሊስት ኮይኖም ናይ ህዝቢ ትግራይ ሓለይቲ ኮይኑ እንታይ እዩ ዝገብሩ ዘለዉ ዝዛረቡ ዘለዉ እታ ዜራ ዜራ ግን እንታይ ክብለኩም በቃ ፃድቅ ረይዎ ኣብ ዩቱብ ኣሎ ኮመንድሽ እንዳበለ ገለ እንዳገበረ ሽሙ ተቐይሩ እንታይ ዝኾን ዘሎ ሕጂ እታ ንሕና ግን ይብለኩም ዘሎ ንሕና ኣብዚ ናህና እንታይ ሽሙ ህዝቢ ትግራይ ፍንጫዕ መሰንገልና እዩ ናህና ህዝቢ እታ ሽግሩ ከዓ ኣብ ኤርትራ ትፍታሕ ኣርባዕተ ዓመት ከምኡ ኢልና ነርና ሕጂ እውን ናይ ትግራይ ሽግር ኣብ ትግራይ ይፍታሕ እዩ ኣብ ኤርትራ እዩ ዝፍታሕ እዚ ናይ ኤርትራ ኔሽን ቢልዲን ዝበሃል ፕሮጀክት እንታይ ክኾን ኣለዎ ደው ክብል ኣለዎ ካብቲ ምፍታሕ ንብሎ ዘለና ግን ንሕና ነዚ ትግርኛ ህዝቢ ወይ ንኤርትራ ሙሉ ሙሉ ሙሉ ኢና ካብ ኢትዮጵያ ክንፈልያ ንደሊ ሙሉ ሙሉ ብኣካሲ ርክብ ከም ዘይህሉ በቃ ብሙሉ ኣብዚ ገማግም ባሕሪ እታ ዝረሓቐት ከተማና በቃ እቲኣ ሽም እያ ክትከውን እዚኣ ኣስመራ ወይ ናቕፋ ካብኡ በቃ ናይ ሕርሻ ድዩ ወይ ናይ ፎረስትሪ ፕሮጀክታት ገለ ክህሉ ይኽእል እዩ ስለዚ እቲ ኣካላዊ በቃ ከምዚ ምትሕዋስ ብወልቃይት ድዩ ብራያ ድዩ ገለ ድዩ ገለ መለ ከምኡ ኣይክህሉን እዩ በቃ ከምኡ ዝኽሉ ሰብሲ እንታይ ክኸውን ክወፅ እዩ እቲ ዶብ ዝበሃሲ በቃ ጣዕሽሙ ናባና ክበፅሕ ተኮይኑሲ ብኣካል ጥራይ ዘይ ብኣካል ሲ ዝኾነ ኮኔክሽን ክህሉ ኣይክህሉን እዩ እዚ ጸብጻብ ርኢ ነይረ ናይ ሓደ በቲ ናይ ኢትዮጵያ ቢሎ ፖቨርቲ ሌቨል ዝብሉኻ እዚ ናይ ኢትዮጵያ ናይ ሃብቲ ነገር ሲ ሃብታም እዩ ካብ ድኻ ካብ ኤክስትሪም ፖቨርቲ ሌቨል ወፂኡ ኣሎ ክበሃል ተኮይኑ ኢትዮጵያ ኣብ ወርሒ ሽዱሽተ ሚእቲ ብር ኣታዊ ክህልዎ ኣለዎ። ሽዱሽተ ሚእቲ ብር ኣታዊ ዘሎ ኣብ ኢትዮጵያ ንላዕሊ ዘሎ ካብ ድኽነት ወፂኡ ኣሎ ማለት እዩ። ብናይ ኢትዮጵያ መንግስቲ ይቆፃፀራ። ሕጂ ልዕሊ ሽዱሽተ ሚእቲ ብር ኣብ ወርሒ ክንደይ ሰብ ከም ዘለዎም ተትፈልጡ ዲኹም ኣብ ኢትዮጵያ? ዝኾነ ሰብ ክርድኦ ሰማንያን ክልተን ሚልዮን ህዝቢ ኢትዮጵያ ትሕቲ ሽዱሽተ ሚእቲ ብር ኣብ ወርሒ እቶት ኣለዎ። ሰማንያን ክልተን ካብ ሚእቲ ህዝቢ ኢትዮጵያ ልዕሊ ሽዱሽተ ሚእቲ ትሕቲ ሽዱሽተ ል- ል- ትሕቲ ከባቢ ሽዱሽተ ሚእቲ ብር እቶት ኣለዎ። ሕጂ ነዚኦም ካብ ድኽነት ዋላ ኣብ ትግራይ እ፣ በቃ ዕስራን ሸውዓተን ካብ ሚእቲ ህዝቢ ትግራይ ኣብ ድኽነት ወለል ኣሎ ክብልኩም ከለዉ እዞም ዕስራን ሸውዓተን ካብ ሚእቲስ ትሕቲ ሽዱሽተ ካብ ሚእቲ ትሕቲ ሽዱሽተ ካብ ትሕቲ ሽዱሽተ ሚእቲ ብር እቶ ዘለዎ ማለት እዩ ክንደዮም ከ ትሕቲ ሽሕ ብር ዘለዎም ኣብ ትግራይ ትሕቲ ሽብሕ ትሕቲ ሽሕ ብር እቶ ዘለዎም ተጋሩ ስክን እዮም ወይ ኣብ ኢትዮጵያ ምሉእ ትሕቲ ሽሕ ብር ዘለዎም ሲ ምናልባት የስዓ ካብ ሚእቲ ሕጂ ሽሕ ብር ድማ ዳርጋ መዓልቲ ሲ ሓደ ዶላር ገለ ዘለዎም እቶት ማለት እዩ መዓልታውስ ሓደ ዶላር እቶ ዘሎ ሰብ ንዚኦም ንግዲ ንገብር ኢና ካብዚኦም ዓማዊልና ወይ ቱሪስት ኮይኖም ክመፁና ገለ ኣይንፅበል ኢና ንሕና ሕጂ ዘሌና ዘለዋ ካስትመር ዝዕድገልና ንሕናስ ጠለብ ዝፈጥረልና ጠለብ ስለ ዝፈጥረልና ንሕናስ ብኣካል በቃ ኣብቲ ገማግም ባሕራዊ ጉዕዞና ብኣካል ክንራኸብ ኢና መናግርትና ቱሪስትና ድዮም ገሌኻ ብምሉ ምስ ኣውሮጳ ምስ ኣሜሪካ ምስ ኤሽያ ኢና ክንገብሮ ምናልባት ኣፍሪቃ ዋላ ኮይናስ ምስ ኣፍሪቃ ምስ ጎረባብትና ክንጸል ኢና ንደሊ ንሕና ካብኡ ካብቲ ከባቢስ ክንጸል ኢና ንደሊ በቃ ንሕና ኣብታ ገማግም ባሕሪ ኮይናስ እቲኦም ጎረባብትና ግን ካብቲ ከተማታትና ሲ ኣዝዮም ኣማኢት ኪሎ ሜትራት ርሒቖም ምሳና ርክብ ከም ዘይብሎም ኢና ክንገብሮም ደሊ ከምኡ ኣይንደልን ኢና ምክንያቱ ንሕና ሰባት ኢና በቃ ቅድም ንቐዳድም ንህና ረብሓ ኢና ንደሊ እንተ ሃብቲምና እንተገለ ኸዓ ዝሕገዝ ተሎ ኸዓ ክንሕገዝ ኢና እንተዘይኮይኑ ግን ናህና ዶብ ኩሉ ነገር ንጹር እዩ ናህና ጸገም ኢትዮጵያ ኣይኮነትን ናህና ጸገም ኤርትራውነት ዝበሃል ናይ ኢሳያስ ፕሮጀክት ንኤርትራ ንዓና ምስ ኢትዮጵያ ንምትእስሳር ዝግበር ዘሎ ጻዕሪ ምዝዮም በቃ ትሕቲ ሽዱሽተ ሚእቲ ብር ሰማንያን ክልተን ሚልዮን ህዝቦም ኦልሞስት ሰማንያ ካብ ሚእቲ ሰማንያ ካብ ሚእቲ ህዝቦም ሽዱሽተ ሚእቲ ብር ዘለዎ ምዝኦም ሓደ ተዘይኮንና ምዝኦም ተዘይተሓበርና ምዝኦም ተዘይተሓወስና ኢሉ ለይትን ቀትርን ዝገብር ዘሎ ኢሳያስ ኣፈወርቂ ኢና ናሸግር ህወሓት ሞይቱ እዩ ዝሞተ ኣብ መቓብር ኮይኑ ተፈከረ ድዩ ዘንቡ ኮይኑ ዋላ ተወፀ ወላ ሓንቲ ዝገብሮ ነገር የለን እዚ ዝብለኩም ዘለኹ ስነ መገታዊ ህወሓት እትረፍ ንኤርትራ ክወርሲ ዝኾነ ይኹን ነገር የብሉን ተሓቢኡ ኣብ ሆቴል ተደርቢ ዘሎ ውድብ እቲ ናህና ዓብዪ ሽግር ህግደፍ እዚ ኤርትራዊ ኤርትራውነት ክጠፍ ኣሉ ኤርትራውነት ጠፊኡ ህዝቢ ናብ ዝገማግም ባሕሪ ወሪዱ ኩሉ ቁጠባኡ ገለ ነገራቱን ከዓ ምስ ኤሽያ ምስ ኣውሮጳ ምስ ኣሜሪካ ክኾን ኣለዎ ዋላ ኣብዚ ካልእ ከዓ ነገርኩም ኣብዚ ናይ ሌበር ከዓ ዝዛረብሉ ዋላ ኣብዚ ሌበር ኣነ ብቀዳማይ ዱባይ ከይደ ነይረ እዚ ኣቡዳቢ ከይደ ነረ ሓደ ካብኡ ኣብኡ ርኤ ብጣዕሚ ዘገረመኒ ነገር እቲ ዝህነፅ ትካላት ሆቴላቶም ቤት ፅሕፈታቶም እቲ ዓይነት ገዛውቲ ብቕዓት ዓይነት ብቕዓት ናይቲ ገዛውቲ ካብ ናይ ኣውሮጳ ይበለፅ ካብ ናይ ኣውሮጳስ ባቃ ይበለፅ ኣዲስ ኣበባ ከይደ ርዮ ኣፍሪቃ ሃገራት ርኤ ፊኒሽ ን ኣፍሪቃ ትስምድ ዲኻ ጥዑይ ህንጻ የለን ኣብ ኣፍሪቃ ህንጻ ዝበሃል ነገር ሲ በቃ ዝኸፍአ እዩ ናይ ኢትዮጵያ ከ ዝኸፍአ ዓይነት ህንጻ እዩ ሕጂ ንሕና እዚ ኣብ ዱባይ ድዩ ኣብ ደቡብ ዘሎስ መን እዩ ነዲቕዎ መን እዮም እትዮም ገለ ከተሓትትኩም ትስሎም ህንዲ እዮም ህንዳውያን እዮም ነዚ ኩሉ ከመይ ዝኣመሰለ ናይ ኣቡዳቢ ናይ ዱባይ ገለ ነዲቖሞ ዋላ ሕጂ ነደቕቶ ድዮም ዋላ ኪኢላ ዓቕሚ ንዓና ኪኢላ ዓቕሚ ዘድልየና እዚ መሃይም ወልሓንቲ ክስለፍ ዘይክእል ክትስእ ዘይክእል ክሰርሕ ዘይክእል ናይ ኢትዮጵያ ጉልበት ኣየድልየናን እዩ ዝኾነ ሰብ ክፈልጥ ኣየድልየናን ዊዶኒ ጉልበት ተደልዩስ ፓኪስታን ኣሎ ገለ ኣሎ ዓቕሚ ዘለዎ ብቕዓት ዘለዎ ንሕና ፍሪና ኢና ምክንያቱ ብዓይነትን ብዋጋን ኢና ክንወዳደር ንደሊ ዋላ ብጉልበት እውን ኣየድልየና እዚ ዝኾነ ክስታ ኣይኮነ ሕዚ እታ ዝነበረት ኣብ ኤርትራ ዘላ ስነ ሓሳብ ኣብ ኤርትራ ሲ እንታይ ዝበሃል ዘሎ በቃ ኤርትራ ናይ ኤርትራ ጂኦፖለቲክስ ቀዳማይ ናይ ህግደፍ ናይ ህግደፍ ናይ ኢሳያስ ኣፈወርቂ ኣተሓሳስባ ኤርትራ ሓድነታ ከተረጋግፅ ኣለዋ ወይ ሓድሽ ሃገራዊ መንነት ክትፈጥር ኣለዋ ብማሕበራዊ ህንደሳ ገይራ ወይ ዳግመ ምህናፅ ሃገር እዚ ምህናፅ ሃገር ፕሮጀክት ገይራ እዩ ዝብል ዘሎ ሕጂ ኤርትራ ሃገራዊ ምህናፃ የለያ ገለ የለያ ኦሬዲ ሃገራዊ መንነት ኣለዋ ነዚ ህዝባዊ ሰራዊት ሓርነት ኤርትራ ንሻዕብያ ዝፈጠረ ናይ ኣሽሓት ዓመት ታሪክ ሓያል ታሪክ ሱር ዘለዎ ሃገራውነት ኣለዋ እዚ ሃገራውነት ገይራ ኣብቲ ገማግም ባሕራዊ ገይራ ኢንዳስትሪላይዜሽን ጀሚራ ዲጂታላይዜሽን ገይራ ርባናይዜሽን ገይራ እዚ እንታይ ትፍጠር ኢና ኣለዘ እዚ እዚ እንታይ ከም ትብሎ ዝበቃ እዚ እሱ ገይራሲ ኢንዳስትሪያላዊ ኢኮኖሚ እዚ ኢኮኖሚያ ትቐይር ክትቅይር ከ ኣለዋ ናይ ግድን ኣነ ሎማዓንቲ ይሰምዖም ነይረ እንዳ ህግደፍ እዚ ፕሪ ሂስትሪ ፖስት ሂስትሪ ዝበሃል ኣሎ ታሪክ ቅድሚ ሽሕን ሸሞንተ ሚትን ቴስዓን ዘሎ ናይ ኤርትራ ታሪክ ፕሪ ሂስትሪ ኣገዳሲ ኣይኮነን ሕጂ እንታይ ይብሉ ነይሮም ኣዱሊሲ ምስ ኣክሱም ዘራኽብ የብላን ኢሉ ሓደ እስላማይ ድዩ ጂኦሎጂስት ድዩ ኣብኡ ከይዱ ፅሒፉ ሕጂ ሓደ እንታይ እቲ ከምኡ ዘበሎ ጭብጢ ዝነግረካ የለን ዋላ ሓንቲ የለን እንተ ኣዱሊስ ናይ ኣክሱም ተዘይ ነይራስ እንታይ ደኣ ነይራ ኣብ ኣክሱም ናይ ምንታይ ሰልጣን እዩ ነይሩ ብኣብ ኣዱሊስ እንታይ ሰልጣን እዩ ነይሩ ኤርትራዊ ኤርትራዊ ዝበሃል ነይሩ ሽዑ ወይ ገለ ነይሩ እንታይ እዩ ነይሩ ንምንታይ እዩ ከቲ ጂኦሎጂስ ዝመራመር ዝኽዑ ዘሎስ እንታይ እዩ እንተከረጋገጽ ኢሉ ነግረካ ሰብ የለን ሚስጥር እዩ ግን እንታይ ዝብለኩም ዘለኹ በቃ ነቲ ኤርትራውነት ሕጂ ምክልኻል እዩ ምስ ኣኽሱም ዶ ምስ ገለ ዶ ግልምል ዝበሃል ርክብ የብሉን ስለዚ ኣለዎ ኣለዎ ስልጣኔ ኣለዎ ታሪክ ኣለዎ ገለ ኣለዎ እሱ ስለ ዘለዎ ኢኻ ዝብለኩም ዘለኹ ሕጂ ንሕና እዚ ናይ ዓሌትነት ኣተሓሳስባ እዚኦም ኣምቸ ድዮም እዚኦም ናይ ኣውሮጳ ሃይማኖት ዘለዎም ድዮም እዞም ጀበርቲ ሽሞም ቀይሮም ድዮም እዚኦም ክነመለ ዘሎም እሱ ክንሃርሞ ኣለና ዓሌትነት ክጠፍእ ኣለዎ እዚ ነብሰ ፅልኣት ክጠፍእ ኣለዎ እሱ ጠፊኡ ግን ኣብ ምንታይ ነው እተና ዘለና እዚ ዝበሃል ዘሎ እዚ ናይ ህወሓት ግን ዝኾነ ሰብ ንህወሓት ተዘይተገደሰላ ሕሾ ህወሓት ኢዝ ዴድ ሞይቲ ወላ ሓንቲ ዝገብሮ ነገር የለን ድሕሪ ሕጂ እዚ ትግራይ ከዓ እንታይ ዝበሃል የብላን ንትግራይ ከዓ ክወራ ድዩ ክመፃ ድዩ ዝደሊ ዓው ዝደሊ ሓይሊ የለን ስጋብ ሕጂ ዝኾነ ጭብጢ የለን ንትግራይ ክወርር ንምንታይ ክወርር ምክንያቱ ወራር ዝኣክል ክትበግስ ክትዋጋእ ተኾንካ ክንዱ ገለ ኢንቨስት ክትገብር ተኾንካ ሓያል ሓያል ሓያል ምክንያት ክህሉ ኣለዎ ወይ መዓት መዓት መዓት ነዳዲ ናይ ትሪልዮናት ዝግመት ነዳዲ ክህሉ ኣለዎ ወይ ትግራይ ናይ ጀሃድ ድዩ ናይ ገለ ምንጪ ክትኮን ኣለዋ ወይ ነቲ ከባቢ ስግኣት ኣይኮነ ትግራይ ከምኡ ኣይኮነትን ነዳዲ የብላን ናይ ቢልዮና ዝግመት ምንጪ ናይ ሙራር ኣይኮነት ገለ ኣይኮነትን ካልእ ከዓ ኣብ ኤርትራ ህግደፍ ናቱ ፀገም ኣሎ ኣምሓራ ናቱ ፀገም ኣሎ ኦሮሞ ፀገም ኣለዎ ነናቶም ሽግር ኣለዎ ሕጂ ኩናት ክመፅእ እዩ ከምዚ ኮማንዶ ክንዕልም ኢና ገለገለ እናንሰምዕ ስለዚ በዚ ተረኣያ እንታይ ይብለኩም ዘሎ እታ ነገር